ሰላም ከመይ ውዕልኹም ዝኸበርኩም ተኸታተልትና ኣብ ዝተፈላለዩ እዋንን ኩነታትን ንኾንኩም ስለ ትከታተሉና ኣዚና ነመስግን ንሕዚ እውን ከምቲ ልሙድ ናባኹም ዝሓርናዮም እዋናውን ኣገዳስን ምዕባልታት ከም ስዕብ ክነቕርበልኩም ኢና ቻናልና ላይክ ሸር ሰብስክራይብ እናገበርኹም ክሳብ መወዳእታ ክትከታተሉና ብኽብሪ ንዕድመኩም ካብ ምዕራብ ትግራይ ወልቃይት ዝተሰምዐ ሓበሬታ ኣብዚ ሕዚ ሰዓት ካብ ምዕራብ ትግራይ ዝተረኸበ ጭቡጥ ሓበሬታ ዝስዕብ ይመስል ኣብ ወልቃይትን ደጉዓታት ሽረላ፣ ደጀና፣ ጽላዕሎ፣ ኣውራን ኻልኦት ንእሽትዮ ጣብያታት ዝርከቡ ምልሻታት ክዘምቱ ብሓይልታት ኣምሓራ ጻውዒት ቐሪብሎም ከምዝነበረ እዩ ተሰሚዑ። ነዚ ዝሰምዐ ናይቲ ከባቢ ነበርቲ እምቢ ብምባል ቑጽሮም ብርክት ዝበሉ ሰባት ናብ ጫቃ ኣትዮም ከምዘለው እዩ ተፈሊጡ ዘሎ። ተጋሩ ይመጹኹም ኣለው መሬትና ገዛና መረበትና ኢሎም ካብ ዓድኹም ከፈናቕልኹም እዮም ዝብል መፈራርሒ ክጥቀሙ ዝፈተኑ ካድረታት ክልል ኣምሓራ እውን ተወለድቲ ምዕራብ ትግራይ ቃል ብቃል ኣሕዋትና እዮም ናብ ዓዶም ይመለሱ ኢሎም ኣቕቢጾሞም እዮም። ካብ ኣኼባ ካድረታት ኣምሓራ ረጊጾም ዝወጹ ክልተ ተጋሩ ወልቀ ቶት ተቐቲሎም ከም ዘለዉ እውን ኣብ መንጎ እቶም ደቂ ዓድን ወረርቲ ሓይልታትን ሰፊሕ ኣፈላላይ ከም ዘሎ እዩ ተፈሊጡ ዘሎ። ኣብ ምዕራብ ትግራይ ዝምዕብል ዘሎ ኩነታት ንጸላእቲ ህዝቢ ትግራይ ዘርዕድ ንወገን ድማ ልዑል ተስፋ ዝህብ ኮይኑ እውን እናቐጸሎ እዩ ክብል ጋዜጠኛ መድሃኔ ካብቲ ቦታ ሓቢሩ። ጻውዒት ሰራዊት ትግራይ ስዒቡ ኣብ ምዕራብ ትግራይ ዝርከቡ ዕጡቓት ኣሰላልፎኦም ምቕያሩ ቐጺሎምሉ ኣለዉ። ሰራዊት ትግራይ ተመዛበልቲ ወገናትና ሓምሻይ ክረምቲ ኣብ ኬንዳ ሕሱም ናብራን ክኸርሙ ኣይፈቅድን ዝብል ፅኑዕ ቅዋሞም ኣብ ምፍላጥ እውን ይርከቡ። ነዙይ ድማ ፀሓይ ምዕራብ ትግራይ ኣብ ቐረባ እዋን ክትበርቕ እያ ዝብል ሓሳብ ብሰፊሑ ይጋዋሕ ኣሎ። ሚኒስተር ፍትሒ ኬንያ ነበር ካብ ታንዛንያ ከም ዝተሰጎጎ ተፈሊጡ ኣሎ። ኬንያዊት ጠበቓን ሚኒስተር ፍትሒ ነበር ማርታ ኩሩዋ ካብ ታንዛንያ መስርሕ ፍርዲ ተቓዋሚ ቱንዱ ሊሲ ንኸይትከታተል ካብ ታንዛንያ ከም ዝተባረረት እዩ ተገሊፁ። ሓቢሮምዋ ዝተጓዕዙ ክልተ መሳርሕታ እውን ኣብ ቀይዲ ብምእታው ካብታ ሃገር ክወጹ ከም ዝተገበረ እዩ ተዛሪባ። ሰብ መዚ ታንዛንያ ብዛዕባ እዚ ርእይቶ ኣይሃቡን ዘለዉ። ኣቦ ወንበር ቀንዲ ተቓዋሚ ሰልፊ ታንዛንያ ቻዴማ ዝኾኑ ሉሲ ኣብ ዝሓለፈ ወርሒ ብክሕደት ሃገር ክኸስስ እንከሎ ሎሚ ሶኒ ናብ ቤት ፍርዲ ክቐርብ ትጽቢት ይግበር እዩ ነይሩ። ተሓላቒት ሰብኣዊ መሰላት ዝኾነት ማርታ ካሩዋ ንድሕሪ የንቆልቁል ኣሎ ብምባል እትጽውዖ ዴሞክራሲ ምብራቕ ኣፍሪቃ ንምንቃፍ እያ ትፍለጥ። ንሳ ካብ ክልተ ሽሕን ሓሙሽተን ክሳብ ክልተ ሽሕን ትሽዓንተን ሚኒስተር ፊትሒ ኬንያ ኮይና ዘገልገለት ኮይና ብ ዕስራ ዕስራን ክልተን ኣብ ዝተኻየደ ፕረዚደንታዊ መረጻ ሕጽይቲ ምክትል ፕረዚደንት ራይላ ኦዲንጋ ኮይና ከም ዝተወዳደረት እውን ይዝከር እዩ። ኣብዚ ዓመት ድማ ፒፕልስ ሊብረሽን ፓርቲ ዝተብሃለ ናይ ገዛእ ርእሳ ሰልፊ መስሪታ ከም እትርከብ እውን ይግለጽ እዩ። ኣስመራ ማራቶን ዕስራ ዕስራን ሓሙሽተን ሰንበት ሸሞንተ ሰነ ኣብ ቀንዲ ጎደናታት ኣስመራ ክካየድ ምዃኑ ተሓቢሩ። ኣስመራ ማራቶን ሰንበት ሸሞንተ ሰነ ኣብ ቀንዲ ጎደናታት ኣስመራ ንሓሙሽተ ግዜ ክካየድ ምዃኑ እዩ ዝተገለጸ። ኣብዚ ናይ ሎሚ ዓመት ውድድር ካብ ውሽጢ ሃገር፣ ካብ ዞባታት ከምኡ'ውን ካብ ሚኒስተር ምክልኻል ናይ ውልቂ ኣትሌታት ዝመጹ ክሳተፉ እዮም። ካብ ካልኦት ሃገራት ዝመጹ ኣትሌታት ስለ ዝሳተፍዎ ኣህጉራዊ መልክዕ ሒዙ ዘሎ ኣስመራ ማራቶን ሓደ ኣትሌት ኣብ ኡጋንዳ፣ ኬንያ፣ ታንዛንያ ውን ክሳተፉ እንከለዉ፣ ካብ ዕድመ ዝተለኣኸሎም ኣትሌታት ደቡብ ሱዳን፣ ሶማልያ፣ ጅቡቲ መልሲ ይጽበዩ ምህላዎም ካብ ሃገራዊ ፌደረሽን ኣትሌቲክስ ኤርትራ ዝተረኸበ ሓበሬታ ኣመላኺቱ'ሎ። ልኡኽ ኤርትራ ብመበል ሰብዓን ሸሞንተን ዓለማዊ ጉባኤ ጥዕና ንኣርብዓን ሸውዓተን ኣባል ሃገራት ወኪሉ ኣብ ካልኣይ ፍሉይ ኣኼባ ዞባዊ ሽማግለ ኣፍሪካ ውድብ ጥዕና ዓለም ብንጥፈት ተሳቲፉ። ኤርትራ ንፕሮፌሰር መሓመድ ጃና ኣብይ ናይ ታንዛንያ ሓዱሽ ዞባዊ ዳይሬክተር ውድብ ጥዕና ዓለም ኣፍሮ ኮይኑ ብምምራጹ እውን እንኳዕ ኣሓጎሰካ ክትብል መልእኽታ ኣመሓላሊፋ እያ። ፑቲን ሩስያ ንሃገራዊ ረብሓታት ኣሜሪካ ስለ ተኽብር ካብ ኣሜሪካ እውን ከምኡ ኢና ንጽበ ክብል እዩ ተዛሪቡ። ፕረዚደንት ሩስያ ቭላድሚር ፑቲን ትማሊ ኣብ ዝሃቦ ቃለ መሕተት ኣሜሪካውያን ህዝቢ ኣሜሪካን ፕረዚደንት ሓዊሱ መሪሕነት ኣሜሪካ ናይ ገዛእ ርእሶም ረብሓ ኣለዎም ኢሉ። ንሕና ነዚ ነኽብር ኢና። ብኣንጻሩ ድሌትና ከኽብሩ ንጽበ ክብል እዩ ተዛሪቡ። ምስ ዩክሬን ዝካየድ ዘሎ ኹናት ብዝምልከት ፑቲን ፍሉይ ወተሃደራዊ ስርሒት ክብል ገሊጽዎ እዩ። ሃገሩ ነዚ ስርሒት ብዓወት ንምዝዛም እኹል ዓቕሚ ከም ዘለዋ እዩ ገሊጹ። ኣብቲ ጎስጓስ ዝድለ ውጽኢት ከም ዝረኸቡ እውን ኣፍሊጡ እዩ። ውጽኢት ናይቲ ወፍሪ መሰረታዊ ጸገም ናይዚ ቅልውላው ንምውጋድ ነባር ሰራምን ንምምስራትን ድሕነት ሩስያ ንምርግጋጽን እዩ ክብል እዩ ገሊጽዎ። ኻልእ ዕላማ ናይቲ ወፍሪ ረብሓ ናይቶም ኣብቲ ከባቢ ዝርከቡ ቋንቋ ሩስያ ዝዛረቡ ዜጋታት ንምሕላው ምዃኑ'ዩ ኣብሪሁ። ብኻልእ ወገን ፕረዚደንት ኣሜሪካ ትራምፕ ብዛዕባ እቲ ተኹሲ ደው ምባል ሎማዕንቲ ምስ ፑቲን ዘለንስኪ ብቴሌፎን ክዛረብ መደብ ከም ዘለዎ'ዩ ገሊጹ። ሶማል ወታደራት ንምዃን ክምዝገቡ ዝጽበዩ ዝነበሩ ኣብ ልዕሊ መንእሰያት ብዝተኻየደ መጥቃዕቲ ብውሕዱ ዓሰርተ ሰለስተ ሰባት ተቐቲሎም ኣሉ። ኣብ ሶማል ደቡባዊ መቓድሾ ኣብ ዝርከብ ማእኸል ምዝገባ ወታደራት ክኾኑ ዝምልመሉ መንእሰያት ብስንኪ ዓሰርተ ሸሞንተ ጉንበት ብዝተኻየደ መጥቃዕቲ ብውሕዱ ዓሰርተ ሰለስተ ሰባት ከምዝተቐተሉ መንግስቲ እታ ሃገር'ዩ ሓቢሩ ዘሎ። በቲ ርእሰ ቅትለታዊ ምዃኑ ዝተገለጸ መጥቃዕቲ ብጽሖም ዘይተነጸረ ሰባት'ውን ቆሲሎም ከምዘለዉ'ዩ ተገሊጹ። ስቪል ክዳን ለቢሱ ተፈንጃሪ ዝዓጠቐ መንእሰይ ናብቶም ሒሮ ዳማዮ ኣብ ዝበሃል መዓስከር ወተሃደራት ንምዃን ክምዝገቡ ኣብ መስርዕ ዝነበሩ መንእሰያት ብምጽጋዕ ርእሰ ቅትለታዊ መጥቃዕቲ ከምዘካየደ ሚኒስተር ዜና ሶማል ጠቒሱ። መንግስቲ ሶማል እቲ መጥቃዕቲ ኣልሸባብ ከም ዝፈጸመ እውን ወሲኹ ጠቐይሱ ኣሎ። ጆ ባይደን ብመንሽሮ ፕሮቴስት ከም ዝተጠቕዐ ተረጋጊጹ ኣሎ። ወዲ 82 ዓመት ፕረዚደንት ኣመሪካ ነበር ጆ ባይደን ናብ ኣዕጽምቱ ብዝተዘርግሐ መንሽሮ ፕሮቴስት ከም ዝተጠቕዐ ትማሊ ሰንበት ካብ ቤት ጽሕፈቱ ዝወጸ መግለጺ ኣፍሊጡ ኣሎ። ኣብ ጥሪ ካብ ስልጣኑ ዘግለሰ ባይደን ዝሓለፈ ሰሙን ኣብ ሽንቲ ምልክታቱ ብምርኣዩ ናብ ሓኪም ድሕሪ ምኻዱ እዩ ብዓርቢ ተረጋጊጹ ዘሎ። እቲ መንሽሮ ልዑል ደረጃ ተባሂሉ ዝምደብ ኾይኑ፣ እቶም ወሃይታት መንሽሮ ድማ ብቕልጡፍ ክዝርግሑ ከም ዝኽእሉ መጽናዕቲ መንሽሮ ዓባይ ብሪጣንያ ይሕብር። ባይደንን ስድርኡን ብዛዕባ ክወስዶ ዝኽእል ኣማራጺታት ፈወሳ ይግምግሙ ከም ዘለዉ ይንገር። ቤት ጽሕፈቱ ወሲኹ፣ እቲ መንሽሮ ንሆርሞን ተወሳኺ ንምዃኑን ኣብ ትሕቲ ቁጽጽር ክኣቱ ከም ዝኽእልን እዩ ገሊጹ። ቤት ጽሕፈት ባይደን ኣብ ናይ ሰንበት መግለጺኡ ከም ዘመላኸቶ እንተኾይኑ፣ ዝሓለፈ ሰሙን ኣብ ፕረዚደንት ጆ ባይደን ሓድሽ ዕንኳሮ ፕሮቴስቲ ተራእዩ ክብል ገሊጹ። እዚ ድማ ግሊሰን ነጥቢ ትሽዓተ ማለት እውን ጉጅለ ሓሙሽተ ኮይኑ ናብ ኣዕጽምቱ ተዘርጊሑ ከም ዘሎ እዩ ገሊጹ። ዋላኳ ከቢድ ዓይነት መንሽሮ እንተኾነ ንሕክምና ሆርሞን ጽቡቕ ምላሽ ዝህብ ስለ ዝመስል ግን ብኣድማዒ መንገዲ ክመሓደር ይኽእል እዩ ክብል ገሊጽዎ። ብዛዕባ እቲ ፕረዚደንት ነበር ዜና ምርመርኡ ምስ ተሰምዐ ካብ ክልቲኡ ደምበ ፖለቲካ ናይታ ሃገር ደገፍ ረኺቡሉ ኣሎ። ፕረዚደንት ትራምፕ ኣብ ማሕበራዊ መራኸታት ትሩዝ ኣብ ዘስፈሮ ጽሑፍ፣ ንሱን ቐዳመይቲ እመቤት ሜላንያ ትራምፕን ኣብ ቐረባ እዋን ውጽኢት ሕክምናዊ ምርመራ ጆ ባይደን ምስ ሰምዑ ከም ዝሓዘኑ'ዩ ጽሒፉ። ማሕበር ሕክምና ትግራይ ጸገማት ሰብ ሙያ ሕክምና ክፍትሑ ዘተ ክግበርን ዝተኣሰሩ ሰብ ሙያ ብቕልጡፍ ክፍትሑን ኣብ ሚኒስቴር ጥዕና ኢትዮጵያ ኣብ ዝጸሓፎ መግለጺ ኣተሓሳሲቡሎም። እቲ ማሕበር ኣብ ዘውጽኦ መግለጺ ከም ዘመላኽቶ እንተኾይኑ ሰብ ሞያ ጥዕና ንዘለዎም ተደራራቢ ጸገም ተሸኪሞም እናሰርሑ ዝመጹ ኮይኖም ሕዚ ግን ጸገማቶም ልዕሊ ዓቕሚ ይኾኑ ስለ ዘለው ብብርኪ ሃገር ሕቶ ምልዓሎም ሓቢሩ። ይኹን እምበር ብወገን መንግስቲ ኣብ ኽንዲ ንሕቶታትን መሰላትን ሓኻይም ግቡእ ጠመተ ምሃብን ምላሽ ኣብ ገለ ቦታታት እዛ ሃገር ንሕቶ ሰብ ሞያ ጥዕና ክዕምጽጽን ዘይጉቡኣት ስጉምታት ክወስድን ንግንዘብ ኣለና ክብል እቲ ማሕበር ኣብ መግለጺኡ ጠቒሱ ኣሎ። ሞያ ሕክምና ልዑልን ብስነ ምግባር ዝተሃነጸን ትምህርታዊ ምድላዋት ዝጠልብ ሞያ እዩ ዝበለ እቲ መግለጺ፣ ሰብ ሞያ እቲ ዓውዲ ነዚ ብብቕዓት ሓሊፎም ኣብ ስራሕ ምስ ኣተዉ እውን እንተኾነ ህይወት ደቂ ሰባት ንምድሓን ሙሉእ ግዜ ሓሳብን ኣቓልቦ ሂቦም ይሰርሑ ከም ዘለዉ ገሊጹ። ኣብ ትካላት ጥዕና እዛ ሃገር ንዘጋጥሙ ተስፋሕፋሕቲ ሕማማት ይኹን ተፈጥሮኣዊ፣ ሰብ ስራሕን ሓደጋታት ንምክልኻል ንምቁጽጻርን ድማ መሪሕ ኮይኖም ንህወተ ዘይሰስዑ ለይትን ቐትርን ዝሰርሑ'ዮም ክብል ገሊጹ። እንተኾነ ግና እዞም ሰብ ሞያ ዝግባእ መሃያ፣ ጥቕማጥቕምን ክብርን ኣይወሃቡን ዘለዉ ዝበለ መግለጺ ማሕበር ሕክምና ትግራይ፣ እቶም ሕዚ ሰብ ሞያ ጥዕና ዝሓትትዎም ዘለዉ ጠለባት ቕድሚ ሕዚ'ውን እናተሓተቱ ዝመጹ ምዃኖም ይገልጽ። ብምዃኑ ድማ ምኽባረ ናብራ፣ ምንኣስ ደሞዝ፣ ጥቕማጥቕምን ዕብየትን፣ ጸገም መንባሪ ገዛውትን፣ መጓዓዝያን ግልጋሎት መድሕን ጥዕናን ንሰብ ሞያ ዘይምህላው፣ ጉዳያት መዲካል ጓሎን፣ ኻልኦትን ሕቶታት ሰብ ሞያ ሕክምና መንግስቲ ብትኹረት ሪኡ መልሲ ከቕምጥ ይግባእ ክብል መግለፂ ማሕበር ሕክምና ትግራይ ኣፍሊጡ ዘሎ። እቲ ማሕበር ናብ ሚኒስቴር ጥዕና ኢትዮጵያ ኣብ ዘልኣኾ መግለፂ ሰብ ሞያ ሕክምና ዘልዕልዎም ዘለው ሕቶታት ናይ ስዕቡ ድማ ብዛዕባ ዘጋጥም ዘሎ ማእሰርቲ ሰብ ሞያን ኣመልኪቱ ዘተ ከካይድ ፃውዒት ኣቕሪቡ ኣሎ። ዜና መስዋእቲ ገዲም ተጋዳላይ ምስጋና ተኽለኣብ መርዕድ ተሰዊኡሉ። ተጋዳላይ ምስጋና ተኽለኣብ መርዕድ ኣባል ሚኒስቴር ጥዕና ዋና ኣካየዲ ስራሕ ፋርማሲካል ትካል መፍረ መድሓኒት ኣዘል ብዝሓደሮ ሕማም ኣብ መበል ሰብዓን ትሽዓንተን ዓመት ዕድሚኡ ተሰዊኡ። ኣብ ዓሰርተ ትሽዓተ ሰብዓን ኣርባዕተን ናብ መሳርዕ ህዝባዊ ሓይልታት ሓርነት ኤርትራ ዝተሰለፈ ተጋዳላይ መኮንን ሓላፊ ኣገልግሎት መድሓኒትን ናውቲ ሕክምናን ኣብ ዝተፈላለያ ኣሃዱታት ምድብ ከምኡ'ውን ኣብ ትካል መፍረ ኣኒት ከም ሓላፊ ክፍሊ መድሓኒት ኾይኑ ዘገልገለ ሓርበኛ እውን ነይሩ። ድሕሪ ናፅነት ከም ዋና ኣካየዲ ስራሕ ፋርማሲካል ብምዃን ኽልተ ዕለት መስዋእቲ ብተዋፋይነት እዩ ሰሪሑ። ሚኒስቴር ጥዕና ብመስዋእቲ ገዲም ኣባሉ ተጋዳላይ ምስጋና ተኽለኣብ መርድ ዝተሰምዖ መሪር ሓዘን እናገለፀ ንስድራቤቱ፣ መቓልስቱን መሳርሕቱን ፅንዓት እውን ተመንዩሎም።